ፈንቅል እንብሎ ዘለና ምኽንያት ከምዚ መለንኪኖ ኣምጺእና ንዓብዪ እምኒ እንፍንቅሎ ንጸላኢ ከኣ ክንፍንቅሎ ኢና። ልዕሊ ሸሞንተ እዝ ኸዊውና ልዕሊ ኣርባዕተ መከራይዝ ልዕሊ ኣርባዕተ መከራይዝ ኸዊውና ሕጂ ኣብ ኤርትራ ፈስንጥራጥን ተጀሚሩ ኣሎ። ዑስማን ሳልሕ ናይ ኢመርጀንሲ ጸዊዑ የእውል ሰበር ሰበር ሰበር ደቂ ዓዲ ኣዝዩ ዘሐጉስ ደስ ዝብል ዜና ተሰሚዑ ኣሎ ኣብ መንጎ ፌደራል መንግስትን ኣብ መንጎ ውድብ ህወሓትን ተፈ እግዚኣብሔር ኣምላክ ለነፍሰ ዚኣኩሙ መካነ ኩነነ እያር እያ ወፈሪ ፋደሰ ለሃዮሎም ኣርኣያ ሰላምታን ሃበለይ ኣብ መላእ ዓለም ኮይንኩም ነዚ ቻናል እዚ ትከታተልዎ ዘለኹም ሎሚ እውን ከምቲ ልሙድ ኣብ ማሕበራዊ ሚድያታት ኣዝዮም ኣዝዮም ኣዘራረብቲ ዝኾኑ ዛዕባታት ሒዘልኩም ቀሪበ ኣለኹ እስካ ቪድዮ መጨረሻ ሓቢርኩም ክትፀንሑ ብክብሪ ዕድም እምበር ክስ ነዚ ገዛ ሓደሽቲ ዝኮንኩም ሳብስክራይብ ምግባር ኣይትረስዑ። ትግርኛ ትዛረብ ተኾንካ ትግራዋይ ኢኻ። ትግርኛ ኣብ ኣብ መቐለ ይኹን ኣብ ኣስመራ ትግርኛ ትዛረብ ተኾንካ ትግራዋይ ኢኻ። ካብ ትግራዋይ እዩ ትግርኛ መፂኡ ዝተምሃርናዮ። ንዓኻ ግን ብፅልኢ ዝዓበኻ ኢኻ፣ ብፅልኢ ዝዓወርካ ኢኻ። እዚ መንእሰይ ወያኔ ወያኔ ህወሓት ሰላሳ ዓመት ብጽልኢ ልብኹም ሓንጎልኩም ስለ ዝመልኤ ክትቅይሩ ኣይትኽእሉን ኢኹም ብኣ ኢኹም ክትሞቱ። ሰበር ሰበር ሰበር ደቂ ዓደይ ኣዝዩ ዘሐጉስ ደስ ዝብል ዜና ተሰሚዑ ኣሎ ኣብ መንጎ ፌደራል መንግስትን ኣብ መንጎ ውድብ ህወሓትን ተፈጢሩ ዝነበረ ዘንጠልጠለ ደመና ኩናት ብኢድ ኣታውነት ኣሜሪካ ብፀቕጢ ኣሜሪካ ብሰላም ልክፍታሕ ይግበር ኣሎ ልብል ወረታት ይናፈስ ኣሎ ምዕራብ ትግራይ ደሞ ናብ ዋንኡ ናብ በዓል መትከል ዝኾነ ህዝቢ ትግራይ ክምለስ እዩ ተባሂሉኒ እንኳዕ ሓጎሰካ ህዝቢ ትግራይ እዚ ደሞ ሙሉእ ይጎረላ ናብ ኮሜንት ላፀሓፍና ሼር ሼር ሼር ከይርሳዕ ይመችኹም ልዕሊ ሸሞንተ እዝ ልዕሊ ሸሞንተ እዝ ከውዩና ልዕሊ ኣርባዕተ መከራይዝ ልዕሊ ኣርባዕተ መከራይዝ ከውዩና ንውድብና ኣጥፋና እንድዒ ነይረድየ ነይረድየ ህዝበይማ ህዝበይ እዩ ኣይተኸበበን ኣይተኸበበን ውድበይ ግን እንድዒ እንድዒ ነይረይ ድየ ረሸና
ብዛዕባ ናይ ኩናት ፅላሎትን ብዛዕባ ናይ ኩናት ሕልሚ እናሓለመ ዝሓድር ሕብረተሰብ ኢና ተፈጢርና ዘለና እዙይ ከም ሕብረተሰብ ፈጢርዎ ዘሎ ትራውማ ወይ ድማ ስምብራት ወይ በሰላ ካብ እዋን ናብ እዋን ካብቲ ሓደ ናብቲ ሓደ ካብቲ ሓደ ኩነት ናብቲ ሓደ ኩነት ኣብ ዕድመና እኳ ዓሰርተ ሸውዓተ ዓመት ኩነት ኣሕሊፍና ንእሽተይ ተዕረፍና ድማ ኣብ ኢትዮ ኤርትራ ዝነበረ ኩናት ዝኸዶ ዘሎ እዚ ድማ ብማራሕና ዝመፅእ ስሕተት ዝፍጠር ጌጋታት
ሕጂ ኣብ ኤርትራ ፈስን ጥራጥን ተጀሚሩ ኣሎ። ዑስማን ሳልሕ ናይ ኢመርጀንሲ ፀዊዑ የእውሎ ተዛሪቦሞም ዘይፈልጡ ረኪቦሞም ዘይፈልጡ ኤምባሲታት ኣኪቦም ንኢትዮጵያ ሲ በጃ ክበልዋ ስለዚ ሕጂ ኣብ ኣስመራ ተጨቢጣ በይና መዓታ ትፅበላ ሻዕብያ ሕጂ ክንሪኣ ኢና ሓዚላ ንኢትዮጵያ ኣትያ ምስ ሸውዓተ ሃገራት ኮይና ኣትያ ሕጂ ከዓ ንተጋሩ ሕዘሉኒ ትብል ኣላ ኣብይ ኣሕመድ ከይመፀንስ ሕዘሉኒ በቃ ሕዘሉኒ እኮ ንሶማልያ ሕዘልኒ ትብላ ፀኒሐ ንግብፂ ሕዘሉኒ ይብልዎም ፀኒሑ ኣይንሓዝልን ኢሎም ኩሎም ንሻዕብያ ካብ ዝባኖም ኣውሪዶም ኣብ ትግራይ እውን ከምቲ ዝበሃል ኣይኮን ሓደ ሓደ ጀነራላት ገለ ክህሉ ይኽእሉ እዮም ንሻዕብያ በቕሊ ኮይኑ ዘወጥሕ ግን የለን ንሻዕብያስ ፈረስ ኮይኑ ዘወጥሕ የለን ሕጂ ብቐዳማይ ስዑዲ ዓረብ ከይዶም ዘስሕቕ ዘስሕቕ ዜና ሓደ ቢልዮን ንዓሰብ ኦንላይን ኤዲተር ዝበሃል ኣይደነው ናይ መን ዌብሳይት እዩ ባዕሎም ድም ሰሪሖሞ ሽዑ ኣይደነው ሓደ ቢልዮን ንዓሰብ ወፍሪ ገይረሃሉ ንዓባ ድገማ ሕጅታ ዜና ብገማ እታ ዜና ሓደ ቢልዮን ትበሃልሲ ኣየናይ ሚኒስተር ናይ ስዑድያ እዩ ኣየናይ ናይ ንግዲ መራሒ እዩ ወፃኢ ጉዳያት ድዩ መን ይምፅዋ ንዓ እታ ዜና የላን እዚ ኩሉ እዚ ካብ ሃለፍታ ዝብገስ እዩ መዓልቱ ዘይኣክል ስርዓት ከዓ የለን መዓልቱ ዘይኣክል ዲክታተር የለን ኣብ ዓለም ምስኡ ክንቅበር ኢና ዝበለ ናቲ ጉዳይ ምስኡ ክንጠፍእ ኢና ዝበለ ናቲ ጉዳይ ኣነ ኮንኩን እታ መራሒኹም እታ ዑስማን ሳልሕ ኣውፅዋ ዘሎ ዜና ርእ በጃኻትኩም ወተሃደራዊ መናውራ ትገብር ኣላ ኢትዮጵያ እሞ ሕና ኩናት ከምዘይህሉ ንገብር ንሱ ንደሊ ሻዕብያ ግን ብኣወል ስዒድ ኣቢላ ተዳሊና ኢና ኢላ ተርእየና እንድሕር ተዳሊ እንታይ ኣለና ንሕና ኣብ ደንደስ ኮንካ ምዕዛብ ኢልዋ ኣብርሃም ኣፈወርቂ እንድሕር ሻዕብያ ተዳልያ ኮይና በቃ ተርእየና ንሕና ደገፍቲ ኩናት ኣይኮናን። ንኢትዮጵያ ንኤርትራ ንትግራይ ዘርብሕ ኣይኮነን ኩናት ሕጂ። ሻዕብያ ግን ደልያቶ ሞይታ ትደልዮ ኣላ ተርእየና እንድሕር ተዳልያ እንታይ ኣለና ንሕና
ህወሓታውያን ሕመራ እንተዘየመሊስናያ ሰብኡት ኣይኮንናን ሕመራ ክንመልሶ ኢና እናበሉ ንህዝቢ ከደናግሩ ዝሓገዩ ኣብ ሕመራ ብምዕራብ ወይ ከዓ ብሸረሪና ብዝኸሰርዎ ክሳራ ተረዲኦም ሕዚ ድማ እንደገና ናብ ራያ ንመንእሰይ ኣደዳ መለማመዲ ዘመናዊ ፅዋር ይገብርዎ ኣለዉ። ክሳራን መኽሰብንስ ብወዲ ሰብ ይምኩርዎ ኣለዉ። ኣብዚ ድሂብካ እስቲ ትብሎ ነገር እንታይ ክህሉ ይኽእል?
እወ ትኽክል ሓቅኻ ኩሉ ሻብ ንሕና ወገሐ ፀበሐ ዘወር ብዝበልዋ እናፅናዕናን እናተኸታተልናን ህዝብና ህዝቢ ትግራይ ብፍላይ ድማ ህዝቢ ራያን ዞባ ስምያን ምዕራብን እቲ ዋና ዝኸፍአ መንገዲ ዝገብርዎ ዝነበሩ ማለት እዩ። ከምቲ ዝበልካዮ ሑሞራ ክነምልስ ኢና፣ ኢሎም መንእሰይ ዝኹሉ መንእሰይ ወሲዶም ክትሃልቁ ኢኹም ግደፉ እናበልናዮም ካብ ባድመ ጀሚሩ ክሳብ ሸረሪና ዘጋጠመ ሽግር ዝኹሉ መንእሰይ ዓሰርተ ሰለስተ ሰብዓ ኣብኣ ትርፍ ኣቢሎማ ተዓዊትና ኢና ኢሎም ከየዳናግሩ መሊሶም ተመሊሶም ሕይ ንራያ ንጨርጨር ንዓፋር ገጾም ኣቢሎም ድማ ዝዓከሰ ክልተ ሰለስተ ከበድቲ ኣጽዋር ብናይ ሻዕብያ ደገፍ ዝሃቦም ኣብ ራያ ድማ ጀሚሮሞ መሊሶም ትማሊ ማስዩ ዝረኸብዋ መከራ ባዕሎም ይፈልጥዋ። ተመልከት ህዝቢ ትግራይ እዩ ደቅኻ ቁማር ይፃወትሎም ኣለዉ ንሕና መንእሰይ ከይሃልቕ ናይ ሰላም ሓይሊ ይኹን ተንባርትታት ይኹና ህዝቢ ትግራይ ኣብዚ ሕይ እዋን ኳሕ ትብል ጥይት ክሰምዕ የብሉን እናበልና ወዓግን ኣንበሳን ገጢሞም ጉድ ተራእዩ። ወዓግን ኣንበሳን ከመይ ጌርካ ኢኻ ኢልካዮ እንተኢሉ ወዓግ እንታይ እዩ ዝገብር ዒልዎ መሸላ ክሰርቕ እንተሎ ቆፅሊ ይሽፈን ብጣዕሚ ዝገርም እዚኦም ድማ ቆፅሊ እናተሸፈኑ ኣጆኹም ፀሮ ድረር ኣለና እዩ እናበለ ፀረ ከኒና ናይ ዓሶ ጸረ ዘይብሎምስ ጸረ ኣየር ጸረ ድሮን ኣለና እናበሉ በዓል ምግበይ በዓል ድንኩል በዓል ደብረጽየን ሕይ ድማ ዝኸፈአ መሊሱ ክተት ኣብ ወጻእ ዘለኻ ይኹን ኣብ ዓዲ ዘለኻ ክተት ክተት ንውግእ ይብል ደብረጽየን ከጽንተካ ኣይኸውንን ደብረጽዮን ፍጹም ክኸውን ኣይኽልን ኣብ ራያ ኣጋጢሙ ዝኒሀ ትማሊ ተማሲዩ ተዳልዩ እኮ እዩ እኒሀ መንግስትን ናይ ሰላም ሓይልን ተዳልዩ እዩ ብጣዕሚ ጽቡቕ ኣብ ዓፋር ዘለኹም ጀጋኑ ጀነራላት ተጋደልትና መከላከያ ሰራዊት ቀሽሙዶ ልቐቕ ዝበልናዮ ተጋዳላይ እንተልዩ እውን ተደሚሩ ይውቃዕ እንታይ ደኣ ክንገብር ጊደፍ ልቐቕ እናበልናካ ግደፍ ክትውቃዕ ኢኻ ግደፍ እናበልናካ በዓል ጸጋይ ደኣ ገዲፎምኹም ክኸይዱ ምግበይ እውን ጽባሕ ንግሆ ገዲፍኩም ክኸድ እዩ ሕጂ ድማ መዲድ ክጎይ እዩ ክትሪእዎ ኹም ወዲ እምበይቲ ጉያ ኣመሎም እዩ ኣብ ኣዲያቦ ርኢኹሞ እኮ ነዚ ኩሉ መንእሰይ እኮ ገዲፎሞ ጎዮም እታ ኣዲያቦ እታ በዓል ዓዲ ዳዕሮ እታ በዓል ዓዲ ሃገራይ ገዲፎሞ እኮ ጎዮም ሕይ ውን ገዲፎሙካ ክጎዩ ኢዮም ሻዕብያ እማ ኣጉድዋ ይተሓወዩ ዘወር ኢለ ይመጽእ ኣኼባ ኢዮም ፈሊጦም ተኣኪቦም እምበር ኣፍታ ቁርጺ ሻዕብያ ነንባዕሎም ይዋድኡ ኢልና እዚኣ ተረድዋ ኢኹም እዚኣ ተረዲእኻ ተጋዳላይ ሕይ ውን ፍረስ ኩሉ ሻብ ክሳብ ንዕወት ክሳብ እዞም ሰባት እዚኦም ተሓኒቆም ናብ ሰላም ዝመጹ ተሓኒቆም ብሕጊ ክሳብ ዝጥይቁ ዝገበሩ ዘይብሎም መናእሰይ ድኣ ይሓንቅዎም ዶ የለዉን ሰብ ዝቀተሉ ዝገበራ ዘይብለን ደቂ ኣንስትዮ ዝሓነቁ ድኣ ምስ ደቆም ኮይኖም እኮ ኮፍ ኢሎም እኒዉ ከም በዓል ገሪላ ሰር ዝበሉ። ጽቡቕ ኣብኣ ከለኻ ክትማልኣ ድማ ንስቲ ሕጂ ኣብዚ ጽቡቕ ተመኩሮ ኣብ ትዲኤፍ ዘሎ ሓይሊ ኣብዚ ናይ ሸረሪና ዕንወት ኣጸቢቑ የዕሚቑ ስለ ዝተረድኦ ነናብ ግንባሩ ናይ ሓይሊ ሰላም ከባቢ ግንባር ዝተሰለፈ ኢድ እናሃበ በብዝሓ ናብ ሓይሊ ሰላም ይፅምበር ኣሎ። ኣብዚ ድሂብካ ድማ እንደገና ነቲ ተሪፉ ዘሎ ኣባል ናይ ትድኤፍ ተወሲኽካስ እንታይ ምኽሪ ክትቦ ትኽእል? እወ ትኽክል ኢኻ። ዝመፀ ይመፅእ ኣሎ እናፈረሰ ታፍቲ ሰራዊት እውን ሰላሳን ሓሙሽተን ኣርባዓን ክልተን ዓሰርተ ሸውዓተ ዓሰርተ ሓደ ይፈርስ ኣሎ ኣብ ዓፋር ውን ከምኡ እናፈረሰ ናብቲ ጅግና ናይ ሰላም ሓይሊ ይጽመር ኣሎ ብሓቁ ከምኡ ግበር ኢና ዝበልናዮ ከምቲ መንእሰይ እናፈረሰ ኣብ ጸለምቲ ተኸስኪሱ ዝኒሀ ንስኻ ውን ፍረስ ኣብ በረኻ ወጺኻ ዘለኻ ኣብ ሸረሪና ይኹን ኣብ ሱዳን ይኹን ኣብ ካልእ ይኹን ክቕበለካ እዩ። እግዚኣብሔር ኣምላክ ለነፍሰ ዚኣኩሙ መካነ ኩነነ እያር እያ ወፈሪፋደ ሰል ሃዮሎም ኣርኣያ ወፈሪፋደ ሰል ሃዮሎም ኣርኣያ እንዘ ያከብሩ ህዝበ ትግራይ እንዘ ያከብሩ ህዝበ ትግራይ በዝማሬ ወበሃሌታ

ተማሂጸንኩ ኣንሰ በሰማይ ላዕሌ ወበምድር ታሕታ ከመ ትስምኡ ዘሃለቀ ኃይሉ ሰላምታ ወኣዲ ኣጽምኣ ኣዕዛነ እዚኣክሙ ማንታ ወሰላም ካዕበ ለተገላልት ማርታ ወሰላም ካዕበ ለተገላልት ማርታ ወስብሃት ለእግዚኣብሔር ኣሜን። እዚ ውድብ እዚ ድምንቶ ደረጃ ጸንሑ ከዚ ኢሉ ኣይበጽሕኖ በተለይ ብከባብና ብወጀራት ማለቱ። ካብ ተዓዘብናዮ በተለይ ድዚ ኣዋርሓቲ ሰሙናት እዚ ብጣዕሚ ደስ በሃሊ ማዕበላዊ ድኾነ ድሕነት ናይ ዓዲ ኣካይዳ ስለ ድካየድ ኣሎ ደስ ስለ ድበለኒ ብካልእ ገፅ ድማ መሬት ሕድሪ ኣይትቁረሲ ዋላ ሓደ ስድሪ ስለ ድበሃሎ እቲ ሕድሪ ብዙሓት ጀጋኑ ስዋኣት ድሓደጉልና ሕድሪ ስለ ዝኾነ ንእሽተይ ማለት እዩ እቲ ካልእ መግለፂ ብብዙሕ ከባቢ ብኣመራርሓ ይኹን ብተኣካቢ ይግለፁ ኣለዉ። ንእሽተይ ግን ኣና ናይ ሰማእታት ዝክሪ ኽልተ መስመር ብግእዝ ቋንቋ ንእሽተይ ሰላምታ ርቶም ስዋኣትና ናይ ሕድሪ ዳፅንሑልና ንሕና ንርከቦ ኸዚ ካስምዕኩም ደልየ እየ እማ ድዚ መድርኽ እዚ ዳብቕዐኒ የቐንየለይ ሰላም እብል ገድለ ዚኣክሙ እፅወ ሰላም እብል ገድለ ዚኣክሙ እፅወ

ወሰላም ካይበ ለተጋዳልቲ ማርታ ወሰላም ካይበ ለተጋዳልቲ ማርታ ወስብሃት ለእግዚኣብሔር ኣሜን። ፈንቅል ኩነታት ከምቲ ጀነራል ስብሓት ሽዑ ክገልጸልና ከሎ ኣብቲ ናይ ሕፃ መኣዲ ዝበሎ ፈንቅል እንብሎ ዘለና ምክንያት ከምዚ መለኪኖ ምፂእና ንዓብዪ እምኒ እንፍንቅሎ ንፀላኢ ከዓኒ ክንፍንቅሎ ኢና ብጎረርኡ ከዓ ክንዕትዕቶ ኢና ዝበላ ኩለን ኣካላት ናይ ሓይልታት ምክልኻል እየን ተሳቲፈንኦ። ሓይሊ ባሕሪ ሕጂ ዘሎ ሚኒስተር ናይ ወዲ ቀለታ ንባዕሉ ኣብ ሓይሊ ባሕሪ ስለ ዝነበረ ይራኸበና ነይሩ እዩ በቲ ገምገም ኮይኑ በቲ ዘዋፍረን ዝነበረ ሰንጥቕ ምሳና ነይረ እዮም ዋላ ሽዑ ኣነ ጭዓይ ብሓንሳብ ከለና ወዲ ስኘራ ምሳና ነይሩ እዩ። ኩሎም እዞም ፀረ ታንክን ካልኦት ክዋስኡ ዝግብኦምን ኣካላት እውን ነይሮም እዮም። ብቅትለት ዘውዲ ሃፍቱ ንዕድመ ልክዕ ማእሰርቲ ዝተፈረዱ ክልተ ተኸሰስቲ ብነፃ ምልቃቖም ሰፊሕ ቁጠዐ ፈጢሩ ኣሎ። ማእኸላይ ቤት ፍርዲ ከተማ መቐለ ብ ዕስራን ሸሞንተን ሓምለ ክልተ ሽሕን ዓሰርተ ሸሞንተን ዓ.ም ኢትዮጵያ ቀዳማይ ተኸሳሲ ያሬድ ገብረስላሰን ካልኣይ ተኸሳሲ ኣንገሶም ሃይለማርያምን ነፃ ክልቀቑ ብምውሳኑ እዩ እቲ ቁጥዐ ተወሊዑ። ስድራቤት ዘውዱ ኣብ ቤት ፍርዲ ከም መርትዖ ዝቐርብ ዲጂታላዊ መረዳእታ ካብ መዝገብ ከምዝጠፍአ ምስ ተረጋገፀ እቲ ቤት ፍርዲ ኣብዚ ውሳነ ከምዝበፅሐ ንቢቢሲ ገሊፆም። ካልኣይ ሞት ኢላ ኣና ዳዊት ሓደ ግዜ ይሞተዎ ዶ ያቶም ካልኣይ ሳልሳይ ልክትሞት ለይገብርዎ ጻዕሪ ወለይ ኣሕና ብጣዕሚ እዩ ልብና ነይሩ ቅድሚ ሕዚ ን ፍትሒ ካብዚ ካብ ኣይሱዚ ዝቅንዕ እንተ ኢና እምበይ ምንም ዝገበርናዮ ነገር የለን ካብዚ ለ ፍትሒ እየ ክብል ዝክእል ልብና እዩ ተሰይሩ በቃ ታይ እሞ ካልኣይ ሓዘን እዩ ኮይኑና እኒኦ ላለ ንምእማን እው እስካዕ ዝከደኒ። ዘውዱ ሃፍቱ ቅድሚ ሰለስተ ዓመት ብዕለት ዓሰርተ ሰለስተ ነሓሰ ክልተ ሽሕን ዓሰርተ ሓሙሽተን ዓመተ ምህረት ኣብ ከተማ መቐለ ከባቢ ዓዲ ሓውሲ ልደት መሓዝኣ ክተብዕል ኣብ ዝወጸትሉ እያ ብዘስካሕክሕ መገዲ ብመኪና ተቐቲላ። ካብ መዛግብቲ ጭብጥታት ጠፊኡ ዝብል ብሰፊሑ እኳ እንተተዘረበ፣ እቲ ካብ ቤት ፍርዲ ዝተረኸበ ሓበሬታ ግና ካብዚ ዝተፈለየ ምዃኑ እዩ ዝዝረብ። ካብ ከባቢታት ቤት ፍርዲ ደዊለ ካብ ውልቀይ ከም ዝረኸብኩዎ እቲ ሓበሬታ፣ እቲ ወሳኒ ዝበሃል ሓበሬታ ላዕለዋይ ቤት ፍርዲ ካብ ፌደራል ትካል ደሕንነትን መረዳእታን ተሳሒቡ ብናይ በዓል ሞያ፣ ርእይቶ ተሓጊዙ እቲ ጉዳይ ደጊሙ ይረኣ ተባሂሉ ከም ዝነበረ እሞ ብማእኸላይ ቤት ፍርዲ እቲ መረዳእታ ንክሰሓብ ጥራይ ዘይኮነ በዓል ሞያ እውን ካብ ፌደራል ተላኢኹ ርእይቶኡ ንክህብ ምስቲ ዲጂታል መረዳእታ ተታሒዙ ትንተና ክህብ እዩ ተሓቲቱ ነይሩ። እንተኾነ ግን ቤት ፍርዲ ፖሊስ ኮሚሽን ትግራይ ብኸምዚ ዓይነት ምትሕብባር ንክሓትት ንፌደራል እቲ በዓል ሞያ እውን ንከምፅእ ካብ ፌደራል ተኣዚዙ ግን ሎሚ ካብ ፌደራል ትሕብብር ክረክብ ኣይክእልን ብቲ ዘሎ ፖለቲካዊ ኩነታት ኢሉ ከም ዝመለሰ በዓል ሞያ እውን ክረክብ ሞኪሩ ከምዘይከኣለ ኢዩ መልሲ ሂቡ ኢየ እቲ ዝረኸብኩዎ ሓበሬታ። እቲ ፖሊስ ናይ ብሓቂኸ ሓቲቱዶ ዝብል እውን ኣብ ሕቶ ዘእቱ ምዃኑ እቲ ፌደራል ትካል። ማእኸላይ ቤት ፍርዲ ከተማ መቐለ ብ ኣርባዕተ ሓምለ ክልተ ሽሕን ዓሰርተ ሸውዓተን ዓመተ ምህረት በዚ ቕትለት ዝተኸሰሱ ያሬድ ገብረስላሰን ኣንገሶም ሃይለማርያምን ገበነኛታት ከምዝኾኑ ውሳነ ብምሕላፍ ብዕድመ ልክዕ ማእሰርቲ ክእሰሩ ፈሪዱ ነይሩ ኣብቲ ሽዑ እዋን ዳያኑ ምፍርራሕ ከም ዝበጽሖም ገሊጾም ነይሮም። ኣብ ልዕሊኦም ብሰንኪ ዘንጸላለወ ስግኣት እውን ስራሕ ደው ከብሉ ተገዲዶም ነይሮም። ንውሳነ ማእከላይ ቤት ፍርዲ ስዒቡ፣ ተኸሰስቲ ናብ ላዕለዋይ ቤት ፍርዲ ይግባይ ኢሎም። እቲ ላዕለዋይ ቤት ፍርዲ፣ ማእከላይ ቤት ፍርዲ ዝሃቦ ውሳነ ቅኑዕ ምዃኑ ኣረጋጊጹ።